ሰላም ሰላም ዝኸበርኩም ተኸታተልቲ ልቢ ወለድ ዛንታ ነገስቲ ቅንያትኩም ሰላም ዝዓሰሉ ነይሩ ክኸው እንዳተተስፈኹ ናብ ናይ ሎሚ ዝቕፅል ክፋል ከብለኩም ኣንባቢት ሳሊና ሓጎስ ንግስቲ ሰብዓን ሓደን ክፋል። ምስ ሪቻርድ ተፈላልያ ናብቲ ብጽምዋ ተባሒቱ ዝነበረ ገዛኣ ኣተወት። ንኤሪክ ክድውለሉ ትንዕ ትንዕ በለት። ኣጋጣሚ ሰዓት ክንደይ ኣሎ ንኸተረጋግጽ ናብ ሰዓት ቁሊሕ ምስ በለት ግን ተስፋ ቆረጸት። ኣብ ሜክሲኮ ሰዓት ክልተ ናይ ለይቲ እዩ ዘሎ። ወላ ደኣ ድምጹ ክትሰምዕ ህርፋን ይሃልዋ፣ ማዕረ ማዕሪኡ ንኸይትርብሾ ኸኣ ተሰከፈት። ኣብ ከምዚ ስምዒት ከላ ሞባይላ ናይ መልእኽቲ ድምጺ ኣስመዐት። ስም ለኣኺ ምስ ረኣየት ኤሪክ ኮይኑ እዩ ጸኒሕዋ። ኣብ ገዛ ዲኺ ዘለኺ? ኣማ ትርግታ ልባ ዲግ ዲግ እናበለ መለሰትሉ። እወ ገዛ ኣለኹ ንሊዛ ሓቲትካያ ዲኻ ጸኒሕካ? ስለ ዝተሻቐልኩ ከመይ ከም ዝወዓልካ ሓቲተያ ኩሉ ኣዕሊላትኒ እያ። ኣማ ክምስ እናበለት ኣክንዲ ብጽሕፈት ብድምፂ ንኸዕልሉ ደወለትሉ። ምስ ተቐበላ ሓተተቶ።
እቲ ዜና ክሪኦ ጸኒሐ ዝኾነ ምዕባለታት ኣሎ ዶ? እወ ኣሎ፣ ኩሉ ኣብ መዕለቢ ኣብጺሕናዮ ኣለና። ኤሪክ መለሰላ። መዓስ ደኣ ንገዛ ክትምለስ ኢኻ?
ቅድሚ ምምላሰይ ንገለ ሰባት ንኽረኽቦም መደባት ሒዘ ኣለኹ። ብዘረብኡ ድኻም ተሰሚዕዎ ከም ዝነበረ ብቐሊሉ ክትርድኦ ትኽእል ኢኻ።
ናፊቐካ
ብዘይ ልባ ሓቀኛ ስምዒት ኣስዒርዋ ብዙሑል ድምጺ ነዛ ቓል ኣምልቖታ። ነዛ ቓል ዝሰምዐ ኤሪክ ካብቲ ተጎንቢዎ ዝነበረ ዓራቱ ተሲኡ ኮፍ በለ። ሲሒቡ ንኹሓቑፎ ኣይጸለዐን። ተደዋዊሎም ምስ ወድኡ መደባቱ ዳግመ ስርርዕ ክገብረሉ ወሰነ። እቶም ናብ ፓል ከስግሮም ዝኽእል መደባት ኣስገሮም። እቶም ብቴሌፎን ክውድኦም ዝኽእል ጉዳያት ንበይኖም ፈለዮም። ነቶም ግድን ብኣካል ከጻፍፎም ዝግብኦም ጉዳያት ንቕድሚት ሰሓቦም። ሰራሪዑ ምስ ኣጻፈፈ፣ ናብ ሉክ ደዊሉ ኣተሰኦን እቲ ናይ ምምላሶም ግዜ ንቕድሚት ከም ዝሰሓቦን ሓብሮ። ሉክ ከም ትእዛዝ ዓሙ፣ ነታ ተገዚኣ ዝነበረት ቲኬት ነፋሪት ንቕድሚት ቀየራ። ንጽባሒቱ ንግሆ ምስ ፓል ተራኸቡ። ብዛዕባ እቲ ሓደጋን መደባቶምን ተዘራረበ። ተወሳኺ ወፍሪ ገይሩ ነቶም ነቲ ሓደጋ ንዘቃልዑ ጉጅለታት ብናቱ ኣባላት ተክኦም። ኪንዮዚ ነቶም ተበለጽቲ ጉጅለታት ሕጋዊ ወረቐት ሰደደሎም። ሕጋዊ ወረቐት ናይ ካሕሳ ነቶም ኣክተራት ኮነ ኮላይድስኮፕ ንክክሕሱ። ሙሉእ መዓልቲ ትንፋስ ኣብ ዘይህብ ስራሕ እዩ ተጸሚዱ ውዒሉ። እንተኾነ እታ መዓልቲ ኣብ ምውዳኣ ከም ውጥኑ ኩሉ ነገር ኣብ መዕለቢኡ በጻሓሉን ኣዕረፈን። ከዕርፍ እናበለ ሃንደበት ቴሌፎኑ ናይ ደወል ድምጺ ኣስመዐት። ሊዛ ምዃና ምስ ፈለጠ ተቐበላ። ዓምና ኣሞ ብሰንኪ ሃማን ቀልባን ጠቕሊሉ ተመቓቒሉ ከም ዘሎ ተረዲእካ ድዩ?
እንታይ ኢልኪ?
እንታይ ትብል ኣላ ኣይተረድኦን ካብታ ካባኻ ዝተፈለየት ለደቂቕ ኣካላ ምሳይ ልባ ምስ ደበሰ እያ ኮይና ዘላ ከምኡ ትኸውን ዘላ ዳግማይ ብኣኻ ንኸይጥለም ስለ ዝፈርሐ ድያ ሓቲትያ ነይረ እንታይ ኢላ ከም ዝመለሰትለይ ክነግረካ ዶ
ኤሪክ ትብሎ ንኽሰምዕ ኪኖ የእምርኡ ኣፉ ሃሃ ቢሉ ተጸበያ ከም መሓዛኣ መጠን ንሱ ዘይፈልጦ ንሳ ትፈልጦ ክህሉ ከም ዝኽእል ይፈልጥ እዩ ዘረባ ምስ ደንጎየቶ ተዛረበ እንታይ ኢላትኪ ንገርኒባ። ኣይነግረካን እየ ባዕልካ ሕተታ። ክምስ ተኣሰንያ ድሕሪ ምምላሳ ኣብ እዝኑ ዓጸወቶ። ኤሪክ ቅጭመጢዎ ንታሕተዋይ ከንፈሩ ኣብ መንጎ ኣስናኑ ቀርቂሩ ረማጠጦም ሓደ ሓደ ግዜ ነቲ ሊዛ ኣይኮነ ንክትዛረቦ ንክትጥምቶ ትፈርሓሉ ዝነበረት እዋን እዩ ዝናፍቆ ከም ሓቂ ንሱ እውን ኣማ ምስ ተፈለየቶ ነብሱ ምልእቲ ኮይና ኣይተሰማዓቶን። ከምዚ ገለ ዝጎደሎ'ዩ ቀጨውጨው ክብሎ ሓዲሩን ውዒሉን። ሃንደበት ቴሌፎኑ ኣልዒሉ ናብ ኣማ ጸሓፈ። ፈጺመ'የ ኣብ ልዕሌኺ ዝኾነ ዓይነት ጥልመት ዘይፍጽም። ንዘልኣለም ተኣማኒ ክኾነልኪ'የ። ንሊዛ እንታይ ከም ዝበልክያ እባ ንገርኒ። ኣማ ኣብ ፋልማይ ንመልእኽቲ ኤሪክ ምስ ረኣየቶ ቁሩብ ድንግርግር በላ። ጸኒሓ ግን እቲ ምስ ሊዛ ዝተቐያየረቶ ቃላት ዘከረቶ። ብልባ ከም ተፍቁርያ ተኣሚናትላ። ኣብ ሓንቲ ጃልባ ከም ዘለና እየ ዝኣምን። ካብቲ ዘጋጠመና ማዕበል ናይ ህላዌና ዕድል ብሓደ እዩ።
ቁሩብ ምስ ደንጉየቶ መታን ንኽትምልሰሉ ደጊሙ ጸሓፈላ። እንታይ ማለትካ ኢኻ? ደሓን በሊ ምስ ተመለስኩ ክነግረኪ እየ። እንተ ደንጉየ ድሕሪ ሓደ ሰሙን ክምለስ እየ።
ነዚ ዳሕረዋይ መልሲ ዝረኣየት ኣማ ትዕግስታ ተቖጠዐ። ሰሙን ከይረኣየቶ ምጽናሕ ክኸብዳ እዩ። ድሕርዛ ናይ መወዳእታ መልእኽቱ ኪንዮ ብሩኽ ለይቲ ምስ ኣዕረፉ ክድውለላ ምዃኑ'ዩ ጽሒፉ ተፋኒዋ። ኣይጸነሐትን ደኺማ ብምንባራ መተርኣስ ኤሪክ ሓቒፋ ደቀሰት። ንጽባሒቱ ንኮ ሪቻርድ ናብ ናይ ኣማ ገዛውቲ ኣንጊሁ መጺኡ ደወለላ። ምስ ሓንቲ መጽሔት ቆጸራ ስለ ዝሓዘዩ ብንግኡ መጺዋ። እቲ ምኽንያት እቲ ቀዳማይ ገጽ ወይ ናይታ መጽሔት ንዕኦም ጥራሕ ዝተሓዘአ ኣይኮነን፣ ገሊኦም ክቕድምዎም ይኽእሉ እዮም። ኣማ ማናጀራ ኣብ ትሬቤካ ከም ዝበጽሐ ምስ ሓበራ፣ ተዳልያ ብምጽናሓ ንኽትከዶ ንብረታ ሒዛ ሓፍ በለት። እንተኾነ ካብ መደቀሲ ክፍላ ኣብ ምውጽኣ ማዕጾ ገዛ ተኸፊቱ ክዕጾ ሰማዓቶ። ሰንበደት። ንእዝና ኣይኣመነቶን። ንኽትወጽእ ናብ ማዕጾ ምኻዳ ስለ ዘይተርፋ ግን ኣዒንታ ኣጉሊሓ ተበገሰት። ኤሪክ ነቲ ክጎቶ ዝጸንሐ ባልጃ ሰዲዱ ኢዱ ከም መስቀል ብደዉ ዘርግሓላ። ኣማ ውን ነቲ ሒዛቶ ዝነበረት ንብረት ደርብያ ከም ቆልዓ ሽዱድ እናበለት ተጠምጠመቶ።
ብልበየ ዘፍቅረኪ ብናፍቖትኪ ተሓሚሰ ሓዲረን ውዒለን እየ። ኤሪክ ኣብ ግንባራ እናሰዓማ ተዛረባ። ኣማ እቲ ሃንደበት ምምፅኡ ከይኣኽላ እቶም ሕልሚ ዝመስሉ ቃላቱ ተወሲኾማ ደረቐት። እዞም ቃላት ንግሆ ተሲኣ ክትሰምዖም ኣይተጸበየትን። ናይ መጀመርያ ዝመቆሩ ተመክሮ ኾንዋ።
ኩሉ እቲ ዝደልዮ ምስ ተመለስኩ ክነግረኪ እየ ኢለኪ ነይረ።
ኣዒንታ ማይ ዝዒጎም ከለዉ ካብ ሕቑፉ ወፂኣ ንኣዒንቱ ጠመተቶም። ናታን ክጠልማ ከሎ ክንድዚ ዝኣክል ዓሚቕ ስምዒት ኣይተሰማዕን ነይሩ።
ኣማ እዞም ቃላት ንመወዳእታ ግዜ ክትሰምዕዮም ዘለኺ ኪን እዮም ብቓላተይ ብተግባረይ እየ ማዕረ ክንደይ ከም ዘፍቅረኪ ከእምነኪ ዝደሊ ንፍቕሩ መሊሱ ብቓላቱ ኣራጎደላ ኣማ ብልበየ ዘፍቅረኪ ንስኹን ከም ተፍቅርኒ ብስዕመትኪ ኣረጋግጽለይ ርእሳ ንኻልኢት ኣድነነቶ ሃንደበት ቀኒዓ ብኣዒንታ ንኣዒንቱ ጠመተቶም ኣእዳዋ ሓፍ ኣቢላ ድሕሪ ክሳዱ ኣሕሊፋ ንታሕቲ ስሒባ ከናፍሩ ኣብ ከናፍራ ኣዕለበቶም። ብስምዒት ዕሙር ስዕመት ኣጥቢቓ ሰዓመቶ። ኣማ ናይ ኤሪክ ምምላስ ምስ ረኣየት ገለ ተጻዒንዋ ከም ዝጸንሐ ፍኹስ በላ። መጻምድቲ ንዘይተረድኦም ግዜ ኣብ ዝነበርዎ ብደውትኦም ንሓድሕዶም ተሓቋቒፎም ደረቑ። ሃንደበት ብስምዒት እናንሳፈፉ ሪቻርድ ንኣማ ከም ዝደንጉየቶ ንኽሕብራ ናብ ናይ ኣማ ቴሌፎን ደወለ።
ናብ ስራሕ ክኺድ ኣነ እውን ተሓፃፂበ ናብ ስራሕ ክኸይድ
ኤሪ ከም ሕሹኽታ ቀስ ኢሉ ተዛረባ። ርእሳ ነቕኒቓ ንምኽሩ ከም ዝተቐበለቶ ኣረጋገጸትሉ። እቲ ኣቐዲሙ እዚ ክትብሎ ብዘይትኽእል ምኽንያት ተጻዒንዎ ዝነበረ ጸቕጢ ምስ ምምጻእ ኤሪክ ሃፈፈ። ቅድሚ ምስ ኤሪክ ምልላያ ምስ ናታንያ ንንውሕ ዝበለ ግዜ ጸኒሓ። እንተኾነ እዚ ዓይነት ስምዒት ተሰሚዕዎ ኣይፈልጥን እዩ። ልባ ከምዚ ናብ ናይ ኤሪክ ልቢ ንዘለኣለም ዝተተከበት ኮይኑ እዩ ተሰሚዕዋ። ዝኾነ ሕማቕ ምስ ዘጋጥሞ ብቐጠታ እያ ልባ ትጉዳእ። ኣብ ሓሳብ ከላ ደጊማ ሪቻርድ ይጽበያ ከም ዘሎ ምስ ዘከረት ካብ ሕቑፉ በዓል ቤታ ወጽያ ንኤሪክ ኣብ ዝነበሮ ገደፈቶ። ሪቻርድ ኣማ ክሳብ ትመጾ ኣብ ጥቓ ብሎኮ ናይት ሬቢካ ኮይኑ ይጽበያ ነበረ። ብወግዒ ኣባል ኤች ወርልድ ካብ ኮነት ብከምቲ ግቡእ ክንከባኸብዋ ካብ ምድላይ ቫን ዝዓይነታ መኪና ሒዙዩ ዝጽበያ ነይሩ። ናብ ጥቓ መኪንኡ ምስ ቀረበት ማዕጾ ከፊቱ ኣእተዋን ቀልጢፉ ዓጸዎን ተዛረባን።
ኣማ ዕላማና ሓንቲ ካብ ከዋኽብቲ ሞዴላት ንምግባርክ ምዃኑ ትፈልጢ ኢኻ ሓቀይ ትፈልጢ ካብ ኮንኪ ግዜኺ ብግቡእ ኣመሓድርዮ ክሳብ ትትኽእልዮ ጫፍ ፃዕሪ ፍቕሪ ፍቕሪ ምፅዋት ኣይዋፀክን እዩ ምስጢር ፍቕርኹም ግዜኡ ሓልዩ ምስ ተፈንጀረ እዚ ሒዝክዮ ዘለኻ ኣፍቃሪ ከምዘይሓልፈልኪ ዘክርዮ ኢኺ ኣብ ጥራሕ ጎልጎል ክገድፈኪ እዩ ኣብ ግላዊ ህይወትኪ ጣልቃ ክኣቱ ስለ ዝደለኹ ኣይኮንኩን ሓደ ነገር ከዘክረኪ ስለ ዝደለኹ እየ ምናልባት ሓደ መዓልቲ እዚ ምስጢር እንተሊሐኹ ነዚ ናይ ኩሉ ዓመታት ፍረ ሞያኺ ናብ ነበረዮ ክቕየር
ኣማ ስለምንታይ ከምኡ ይብል ኣሎ ትርድኦ እያ። ካብቲ ዘስካሕክሕ ተመክሮኡ ተመኪሩዩ ንኸድሕና ዝመኽራ ዘሎ። እንተኾነ ኣማ ኣፍቃሪቱ ነበር ኣርና ኣይኮነትን። ሪቻርድ እውን ኤሪክ ኣይኮነን።
ኣብ ደገ ብዙሓት ሰብ ሓዳርን ኣደ ቆልዑን ሞዴላት ኣለዋ። ስለ ዝወለዳ ካብ ሞየን ኣይረሓቓን። ክሳብ ሕጂ ኣብ ምርኢት ናይ ፋሽን ይሳተፋ ኣለዋ።
ኣማ ተቓውሞ ዝመስል ርእይቶ ኣስመዐት።
ጽቡቕ ኣለኺ፣ እቲ ቀንዲ ኣፍቃሪኺ ማዕረ ክንደይ ንሞያኺ ይርድኦን ኣብ ልዕሌኺ ማዕረ ክንደይ ጽልዋ የሕድርን እዩ ዝምርኮስ።
እቲ ዝኣምኖ ብዘሕብእብእ መለሰላ።
ማዕረ ክንድኡ ብዝምድናኹም ትተኣማመኒ እንተኾንኪ ንሪተይ ከምዘይሰማዕክዮ ኮንኪ ሕለፍዮ።
ኣዒንታ ዓሚታ ንካልኢታት ሓሳባታ ሰርዓቶም። ድሕሪ ካልኢታት ንርኢትኡ ዓቲባ መለሰትሉ። ንዕኡ ክብልየ ስርሐይ ዓቲበ ሒዝዮን እኹል ጻዕሪ ዝገብረሉን ዘለኹ። ንዕኡ ክብል ሞያይ ንኸዕቢ ኣበርቲዐ እናጸዓርኩሞ ከመይ ኢሉዩ ካብኡ ምርሓቕ ክረኣየኒ? እኳ ደኣ መሊሰ ጻዕርታተይ ክሕይሎ ምእንቲ ሞያይ ንኽብል ዝኾነ ነገር ንኸበጁ ፍቓደኛ እየ። ምእንቲ ሞያይ ንዕኡ ምኽሳር ግን ኣይሓስቦን ከማን። ምንጪ ጻዕራን ጸዓት መጻኢኣን ኣፍቃሪኣ ምዃኑ ብተዘዋዋሪ ነገረቶ። ሪቻርድ ኣማ ስለምንታይን ብኸመይን ናብዚ ደረጃ ከም ዝበጽሐት ልዕሊኡ ንነብሳ ከም ትፈልጣ ይፈልጥ እዩ። ሃንደበት ብቓላት ኣማ ተደሪኹ ንድሕሪት ተመሊሱ ምስ ኣርኒ ዝነበሮ ፍቕራዊ ዘከረ። ጠንቂ ናይ ብህይወት ምፍላዮም ኤሪ ኣድንን ልኳስን ምዃኖም እዩ ዝኣምን። ኣብ ዘይተጸበዮ ግዜ እዩ ብዘይተጸበዮ መገዲ ኣብ መጻወድኦም ኣትዮሞም። ኣርኒ ንፍቕራዊ ዝምድንኦም ባዕሉ ሪቻርድ ናብ ሜድያታት ከም ዘልሕኾ ጌራ ክሳብ ትኣምኖምዮም ኣዳናጊሮማ። እቲ ኣብ መወዳእታ ስንብታ ህይወታ ዝነበረ ምጭቕጫቖም ንሙሉእ ህይወቱዩ ዘይክርስዖ። ብዝኽሩን በቲ ተላዒሉ ዝነበረ ዕላልን መኪና ጽምዋ ባሓታ ሪቻርድ ጸኒሑ ብሓድሽ ዕላል ነቲ ጽምዋ ሰበሮ።
ድሕሪ ቁሩብ ምስ ኤዲተር ናይ ሄሪ ቪጅን ክንራኸብ ኢና። ኣብ ናይ ወርሒ ሕዳር መጽሔቶም ኣብ ገበሮም ንክትህልዊ ክንዘራረብ ፈቓደኛ ኮይና ኣላ። ንኸነእምና ብዙሕ ንጽገም ኣይመስለንን። ብዘይ ቆጸራ ኣብኡ ኮለና ንኽንፈራረም ተስፋ ይገብር። ሓንቲ ካብ ዝበለጻ ሞዴላት ንኽትኮኒ ዝተረፈኪ ነገራት ኣሎ። እዛ ዕድል ናይ ሄሪቪዥን ሓንቲ ካብተን ነቲ ጎደሎታትኪ ኣብ ምዕባስ ጽቡቕ ትሕግዘና እያ።
ነቲ ናይ ስራሕ ቃላቱ ዝሰምዐት ኣማ ርእሳ ነቕኒቓ ምስ ሓሳቡ ተሰማምዐት።
ክሳብቲ ዝኽእሎ ክጽዕር እየ። ካብ ሕጂ ንደሓር ኣብ ኤች ወርልድ መነ መኔን መቀናቕንትኺ ክትፈልጢ ኣለኪ።
ሪቻርድ ቀጸለ።
ክልተ ናይ ኤርያድኒ ሞዴላት፣ ሰለስተ ናይ ሉካስ ሞዴላት ኣለዋ። እንተኾነ እተን ናይ ብሓቂ ስግኣት ክኾናኺ ዝኽእላ ካብ ነፍሲ ወከፎም ሓሓንቲ እየን። እዘን ክልተ ሞዴላት ንረብሐኣን ክብላ ዘይገብርኦ የብለንን። ኣጆኻ ኣብ ከምዝታት ዘይነዓቕ ተመኩሮ እዩ ዘለኒ።
ኣማ ንእሽቶ ክምስ ኢላ መለሰትሉ።
ምናልባት ኤርያኒ ንኤዲተር ንናይ ሄሪ ቪዥን ኣእሚና ንመደብና ዓንቂፋቶ እንተጸኒሓ ኣይክግረምን እየ።
ሪቻርድ ተዛረበ። እቲ ዘገርም ወላ ደኣ ንጠባይ ኤሪ ኣድና ኣብ ግምት ኣእትዩ ይገምት ኣይተጋገየን ጽቡቕ እዩ ገሚቱ ኣብ መዐሸጊ መኻይን ናይ ሄርቪጅን በጺሖም መኪንኦም ምስ ዓሸግዋ ካብ ቤት ጽሕፈት ሄርቪጅን ኤሪ ኣድኒ ምስ ሓንቲ ሞዴል ክትወጽእ ረኣይዋ ሪቻርድ ተገሪሙ ኣማዕደዋ ኣይጸንሐን ንኣማ ካብታ ቫን ንኸይትወጽእ ሓቢርዋ ንባዕሉ ወጸ። ናብ ቅድሚ ኤሪኣድ ንኸይዱ እውን ከተራ።
እንታይ ደኣ ንኔሄ ሪቪዥን ገበር ንምዝርራብ ዲኺ መጺኺ?
ሪቻርድ ሓተታ።
ክዘራረብ?
ኤሪኣድኒ ብኽምስታ መለሰት።
ኤዲተር ኔሄ ሪቪዥን መሓዛያ እቲ መስርሕ ኣገባብ ንኽህልዎ ጥራሕ እየ። ኣብ ቤት ጽሕፈት ንኽረእ ወሲኑ። ንስኻ ኸ እንታይ ደሊኻ መጺኻ? ቦታ እንተሎ ዲኻ ክትሓትት መጺኻ? ግን ከኣ ቻርሎት ዝኾነት ሞዴል ኣይመደበትልካን ኣላ።
ኤሪኣድ ንተወራዘየት
ኣብዘን ዝሓለፋ ዓመታት ኣብዚ ኢንዳስትሪ ዘለኪ ጽልዋ ዝወሰኸ እዩ ዝመስል።
ኤሪኣድኒ ዕላሉ ናበይ ገጹ ከም ዝኾነ ዝተረድኣያ ትመስል ተነቃፊ ኣርእስቲ'ዩ ብመልሱ ፈዘዘት።
ንዓይ ናብ ሓደ ኩርናዕ ኣጸጊዕኺ ኩሉ ስራሕውተይ ምስ ተረከብክዮ ዓቢ ዕቤት ኢኻ ሪእኺ።
ሪቻርድ ተዛረበ።
ብዛዕባ እንታይ ትዛረብ ኣለኻ ኣይተረድኣንን። ኤሪ ኣድኒ ካብቲ ዕላል ዘገላግላ መልሲ መሊሳ።

ሪቻርድ ናብ መኪንኡ ተመልሰን ንኣማ ካብታ ቫን ንክትወፅእ ኣፍቀደላን ሕጂ ክትወፅእ ትኽእሊ ኢኺ ብሰንኪ ኤርያድኒ ካብ ፍርቂ ዘምልስ ምክንያት የብልናን ምናልባት ኤርያድኒ እንተ ደኣ ነታ ናይ ሕዳር መፅሔት ወሲዳታ ንቓላቱ
ኣብ ጠልጠል ገዲፉ ንኣማ ብስንባደ ጣልቃ ከም ትኣቱ ገበራ እንታይ እሞ እንተወሲዳታ ዝገበርና ጌርና ክንምንጥላ ኣለና
ክምስ ኢሉ ነቲ ዘይፈጸሞ ዘረባ ወድዐ
እዞም ክልተ ቀርኒ ዲያብሎስ ብዙሕ እየ ዝእውዶም ከምዚ ወዲ ከምዚ ገይረ እንተዘይኣማሊሰዮ ተስፋ የብለይን ማለት እዩ
ኣማ ነቲ ኣርሒቓ ንክትከይድ ዝተበገሰት መኪና ኤሪ ኣድኒ ኣብ ማዕደወታ ሃንደበት ኣብ ዳሕረዋይ ኮፍ ምበሊ እታ ማኪና ትፈልጦ ሰብ ዝረኣየት ኮይኑ ተሰምዓ። እታ ሰብ ኣሬ ሉዊስ እያ። ኣብዘን ዝሓለፋ ውሑዳት መዓልታት ብሰንኪ እቲ ዝተፈጥረ ናይ ኮሌዶስኮፕ ሓደጋ ተረሲዓ እያ ቀንያ። ሓቢረን እንታይ ዓይነት ተንኮል ይኣልማ ኣለዋ ማለት እዩ። ኣብ መኪና እየ ርእያኒ ዘላ ሰብ ኣሬ ልዊስ እያ ንሪቻርድ ሓበረቶ። ሪቻርድ ርእሱ ኣቕኒዑ እናጠመታ ብሕዙን መንፈስ መለሰላ።
ጠባይ ርኣኒ ኣብ ግምት ኣእቲኻ ናታ ናይ ሞዴላት ውክልና ካምፓኒ ብሕቡእ ንክትከፍት ወጢና ኣላ ማለት እዩ። ድሮ ንኣርየል ከም መሰረት ኣንጺፋ ተበጊሳ ኣላ። ነዚ ብዘይ ምኽንያት ኣይኮነትን ትገብሮ ዘላ። ዝናኸ እናዓበየ'ዩ ዝኸይድ ዘሎ። ኣርየል ብመልክዓ ንዓኺ'ያ ትመስል። ስለዚ እዚ ናይ ሕጂ ፍጻሜታት ብዘየገድስ ኣብ መጻኢ ዓቢ ዕድል ክህልዋ ይኽእል'ዩ። ንኣርየል ሓንሳብን ንሓዋሩን ዕድል ከም ዘይህልዋ ክገብራ'የ።
ኣማን ሪቻርድን ተመራሪሖም ናብ ህንፃ ሄሪቪጅን ኣትዮም ምስ ፀሓፊት ናይታ ኤዲተር ተራኸቡ ፀሓፊት ንሪቻርድ ካብ ፅፍሪ እግሩ ክሳብ ፀጉሪ ርእሱ ጠመተቶን ተዛረበትን
ይቕሬታ ግበረልና ሚስተር ኮለነስ፣ ኣጋጣሚ ኮይኑ ኤዲተርና ብሰንኪ ህጹጽ ጉዳይ ሃንደበት ንፈረንሳ ከይዳ ኣላ። ሪቻርድ ንጸሓፊታ ብቐሊሉ ክገድፋ ኣይደለየን።
ከምኡ በልዮም ዶ ኢላትኪ?
ጸሓፊት ወላ ደኣ ተጸዊጋ ትጠምቶ እምበር ኣሉ ክትብል ግን ኣይመረጸትን።
ቅድሚ ምእታውና ንሻርሊ ካብ ኤሪኣድኒ ሳንድራስ ተደዊልዋ ነይሩ ድዩ?
ሪቻርድ ንስቕታኣ ከም ርዱእ ሓሲቡ ሓተታ። ጸሓፊት ደጊማ ኣይመለሰትን። ኤሪኣድኒ ሕጂ እውን ከም ኣመላ ሓሊፋ መሰናኽል ፈጢራትሉ ማለት እዩ። እዚ ክትገብር ከላ ኣብ መገዲ ሪቻርድ እንተዘይኮይኑ ኣብ መገዲ ኣማ ደው ንኽትብል ግን ኣይሓሰበቶን።
ክቡራት ተኸታተልቲ መደብና ሳብስክራይብ፣ ላይክ፣ ሼር፣ ኮመንት ብምግባር ከተተባብዑና ከዘክረኩም እፈቱ። ክቡራት ተኸታተልቲ ስለ ምክትታልኩም ኣዝየ እንዳመስገንኩ ኣብ ዝቕጽል ክፋል የራኽበና።